ሰላም ሰላም ይሕዋት ከመይ ሓዲርኩም? ሰላም ዲ ለማዓንቲ ሓቢርና ቁርሲ ክንሰርሕ ኢና። ሼር ላይክ ሰብስክራይብ እንዳገበርኩም ኣተባብዑና ሓቢርና ቁርሲ ክንሰርሕ ኢና። ናይ ፆምን ናይ ውልዑትን ማለት እዩ። ጾም ክንስ መጀመርታ ናይ ብልዑት ክንሰርሕ ኢና፣ ብድሕሪኡ ከዓ ናይ ጾም ክንሰርሕ ኢና። ከምዚ ትርእዩኒ ዘለኹም እተን ዘለያ ንስ እዛ ኣዳልየን ኣለኹ ኣነ እኮ እተን ዘለያ ንስ እዛ እንዳመተርኩ ይርከብ ኣለኹ። ንእሽተይ ሽጉርቲ ከይበዝሐ ኮሚደረ ግብረ ቢለ ናብቲ ኣንቋቑሖ ክልተ እንቋቑሖ ገይረ ኣለኹ ኣነ ኣብ ዓቐንኩም ከም ዝሕሰብኩም ክትኮሩ ኣነ ክልተ እንቋቑሖ እየን ዘድልያኒ ንዓይ ክልተ እንቋቑሖ ገይረ ዕሙቕ ዝበለ ሸሓኒ ይሃርም ኣለኹ ንኹሉ ማለት እዩ ከይዘ ገይረላ ከይዘ ፅቡቕ እዩ ይተሓሓዞ እንከላይ ምስቲ እንቋቑሖ ገይሩ ዘይቲ ይገብረላ ኣለኹ ቁሩብ ዘይቲ እዚኣ መዕቀኒት ዘይቲ እያ ፅብቕቲ እያ ንባዴላ ብፍላይ ኣይድፍኣካን እዩ ፅብቕቲ እያ ኣይፀላእኽዋን ኣነ እኳ ምስቲ ለንገረ ካብ ሻይ ነግዜ እያ ቁሩብ ጨው ይገብር ኣለኹ ከየብዛሕኩ ዓይነት ባኒ ዘለክን ዓይነት ባኒ እኳ ትጥቀማ ትኽእል ኣንድ ክንገድን ኣይኮነን ከም ተጠቀምኩሉ ክጥቀማ ኣብ እንዳ ዓረብ ኣለክን ከም ኩብዛ ወይን ከኣኒ ኣብ ንኢድ በዓል ኤዲካ ፒኒ ኮፍላንዳ ኩለክን ከምዚ ክንዲ መሸርፈት ዝኾነ ሃረቅ ብጣዕሚ ኣብዚኣ ኣንቋቑሖ ዝደፋእኽዋ ኣብኣ ቁሩብ በሲላ እያ ምስልክና ኣብኣ ግብር ተብልዓ ማለት እዩ ከምዛ ነገር እያ ዘለኹ ኣብ ምብሳላ ማለት እዩ በስሊ ኣብ ዘለኩም ከምዚኣ ትመስል ምስ በሰለት ምስ ወደአት ማለት እዩ ብድሕርኡ ተድልየና እታ ናይ ጾም ማለት እዩ ዝሰርሓላ ጀሚረ ኣለኹ ኣነኳ እታ ናይ ጾም ዓደስ እያ ክሰርሕ ሓሲበ ዘለኹ ጻዕዳ ዓደስ ማለት በርበረ ዘይብሉ ዓደስ ብጉዕ ክጥቀም እየ ክንዲ እንታይ በሃልኩም ዝቅልዎ ዓይነት እየ ዝገብረ ዘለኹ ኣነ ንስኽን ከዓ ዘለክን ክጥቀማ ትኽእላ ኣኸነ ከምዚኣ ገረ እተን ዓደሰይ ብብለን ሓፂበን እዚ ዓደስ ካብ እንዳ ዓረበ ገዜ እየ ይሕዋት ኣብ እንዳ ዓረብ ኣለክን እዚ ከምዚ ዓይነት ዓደስ እንድሕር ደሊኽን ኣብ እንዳ ዓረብ ኣለክን ክልቲኡ ዓይነት ማለት እዩ። እዚ ከዓ ሓውሲ ዓተር ዓይነት እዩ። ብጣዕሚ እዩ ከፅቕ መዓት ኣብ ምብሳል እኳ ግዜ ይወስድ እዩ። ኣቐዲምክን ንዕኡ ሓፃፂብክን ክስኽትቶ ኣለክን ካልእ ስራሕ ከይጀመርክን ከለኽን ብድፍኢት በልክን ንዕኡ ክስኽትቶ ኣለክን ሓፃፂብክን ኣፀራሪኽን እናውዒ ገርክን ማለት እዩ። ሽዑ ኣይደንጉን እዩ ንቑርሲ ብር እንድሕር ደንጉዮኽን ብጣዕሚ ግዜ ዝወስድ እዚ ኣደስ እዚ ማለት እዩ ዝዓተር ዓይነ ዝዓተርን እዚ ኣደስን ግዜ ክወስድ መዓት እዩ ብሓፂሩ ግዜ ይሓተካ እዩ ኣብ ምሕፃብ ብጣዕሚ ፅቡቅ ገርክን ክትሓፅቦ ኣለክን ምናልባት ገለገለ ሰብ ጋስትራይት ስለ ዘለዎ ኣደስ ክሕፀብ ኣለዎ ርስሓት ኣለዎም ብሓጺሩ ርስሓት ዝመስል ኣለዎ ብዝሒ ዘውጽእ ሕጽብ ክተብለለክን ኣጽሪኽን ምርኣይ ከዓ ጽቡቕ እዩ ዝኾነ ነገር ከይህልዎ ርእይ እንዳበልክን ይኸነ ሰኣለኩን ከም ዝገርክን ግልህ ግልህ እንዳበልክን ወይም ቅድሚ ምእላኽክን ርእይ እንዳበልክን ማለት እዩ ዝኾነ ከይህልዎ ኣነ እኮ ከምዚ ናይ ዓተር ዓይነት ረኺበ

ከምዚኣ ተረድኤት የየን ክልቲኡ ደሓን ተሪር ስለ ዝኾነ ብዙሕ ቀልጢፉ ስለ ዘይበስል ሕምስኽ ከይብለና ካይደዓኸና ገለ ካይትብላ ደሓን እዩ ብዛሕ ኣይኮነን ክልቲኡ ክተርር መዓት እዩ እቲ ኣደስ ከምቲ ሓደ ኣደስ እንድሕር ኮይኑ እዩ ኣቐዲሙ ክበስል ዝኽእል እዚ ግን ብሓንሳ በሲሉ ማለት እዩ እተን ዝዳለኽወን ኣስቤዛይ ብዓቕመይ ማለት እዩ በታ ዘላትካ ገር ክትጥቀማ ትኽእላ ከነ ይኣኽሉ እዩ ብዝበልክኖ ኣነ ተኣኽለኒ እያ ዝበልክዋ ኮሚደረ ሽጉርቲ ጉዕ እየ ኣዳልየ ዘለኹ ካልእ እንድሕር ክትጥቀማ ደለኹም ክትጥቀማ ትኽእላ ከነ ከም በዓል እዚ ኩኒ ገለ መለ ሕጂ ጽቡቕ እዩ ብኻልእ ወሰን ወሰን ክትጥቀም ትኽእል ኢኻ ምዚ ክሕወስካ ዝኾነ ዘይትገርካ ጠቢስካ እዚ ኩኒ እንታይ ዝብሎ ከምዚ ካልእ ዓይነት እውን ኣሎ ክን የሓምልቲ ብሓጺሩ ኣብዚ ማርኬት ምስ ከይድካ ብዙሕ ኢኻ ትርኢ በዚኣ ጎኒ ከዓ ኣተን ኣቑሑት ይሰራሓለን ዘርፈድኩ ይሓፅበን ኣለኹ ንግዜ ምቁጣብ ማለት እዩ በቲ ይበስለልካ በቲ ከዓ ተጠቅም ካሎ ኣቑሑ እንዳፃፈፍካ ትኸይድ ድሕሪኡ ይሰልጠካ ማለት እቲ ናይ ቁርሲ ኣብ መንጎ ስቶብ እንዳበልኩ ስለ ዝሰርሕ ዘለኹ እታ ድስተይ ጎኒ ጎኒ እንዳኾስኩ እየ ምክንያቱ እታ ድስቲ ረቕቕ ስለ ዝብል ገለገለ ድስቲ ናተይ ኮ ረቆድ እያ ረቕቕ ስለ ዝብል ከይሒዘክን መንታን ኣብ መንጎኡ እንዳ ኣኹስ እንዳ ብርክን ማለት እዩ። እቲ ማዮ ከኣ እንዳ ረኣኸን። ምናልባት ማይ ኣያይተውሕዳሉ ማይ ክፈቱ መዓት ይኾን ዝበል ክኾን ናይ ደቀይ ከምዚኣ ገረ ወዲኤለን ማለት እዩ ከምዚኣ ገረ ኣደላልየለን ኩለን እዚኣ ስጎኒ ስጋ ናይ ደርሆ ኬቻብ ማዮ ገረለን ማለት እዩ ቁርሰን ከምዚኣ ገረ ዳልየለን ደቀይ ንስኻትክን ከኣ ከም ሃገርክን ዝፈትዋ ፍላይ እንድሕር ኮይነን ኔርካ ኔርካ ጽቡቕ እዩ። ዋላ ንመዋእለ ህጻናት ናብ ትምህርቲ እቲ ጽቡቕ እዩ። እዚኣ ከዓ ብዮ እየ ነ ኣብዛ ናይ ፖመስ እየ ኣነ እኳ ዝጸልዋ ዋላ እባ ኮፍ ይጸልወ እየ እዚኣ ከዓ ብጣዕሚ ጽቡቅ ዝረኸብኳ ማለት እዩ ኣጋጣሚ እዚኣ ስለ ዘላትኒ ዋላ ኣይ ወላዕኹን ትባኮ ኦፍን ኣብ ኣገርክን ክትጥቀማ ተኸላኸን እየ ከምዚ ኣገር እኮ ንረይ ነገር እየ ናብኡ የብሲለ እዩ እተን ዘዳለኽዎን ኣስቤዛ ይእትወን ኣለኹ ማለት ናብታ ድስቲ እኹል እኹል ንዑ ዝኸውን ኣስቤዛ የእግረሉ ሽጉርትን ኮሚደረን ጉዕን ደኢት እየ እታ ሳላጣ ግን ኣትሪፍያ እያ ወሲኸ ኮሚደረ ኣቃሚመ ኣብ ጎድኒ ጎድኒ ናይታ ቁርሲ ንበይና ክትዳለይ ኣብታ ጎኒ ጎና ገይረ ክጥቀመላ ኣነ ሰላጣ ስለ ዝፈቱ ሰላጣ ዘይትፈቱ እንድሕር ኮንኩም ንግሆ ከይገበርኩም ስቕ ትብልክና ኣዝማሪ ብታ ጎኒ ያትላ ኣዝማሪኖ ከዓ ተጠቀማ ከም ዝሰዓደስ ብጣዕሚ ጥዑም ኣዝማሪኖ ዘይቲ ቁሩብ ዘይቲ ገረለ ከየብዛሕኩ ዓንተበይ እውን ቁሩብ ገረለ ነረ ከምዚኣ ገረ እንዳሓበርኩ ማለት እዩ እግዚኣብ ኣቢለያ ከዲነ ክሳብ ትሸለቕ ክፅበያ እየ እተን ዝጎመጎን ኣስቤዛይ ማለት እዩ ብዙሕ እኮ ግዜ ኣይወስድ ንምብሳል ድሮ ወዲ ኣላ ናብ መቕዳሕ ድሮ በፂሐ ንግሆ ስለ ዘሎ እዩ ዝድምፀይ ትሕት ኢሉ ክኸውን ክእል እዩ ከምዚኣ ገረ ማለት እዩ ይቐድሓ ኣለኹ ቁሩብ ዝሕል ክሳብ ትብል ክንፅበያ ኢና ንቑርሲ ማለት እዩ ብጣዕሚ ይዎ እዩ ዘሎ ካብቲ ድስት ካብቲ ሓዊ ከማን ሰያውረድኮን ዘለኹ ኣብቲ ሓዊ ኮሎ ቀዲሐ እዩ ኣጋጣሚ ኣጣፋፋ ኣቢለ ጥራይ በዚኣ ከዓኒ ካፌ ኣታሕ ኣለኹ ብጣዕሚ እዩ ጥዑም ካፌ ጌርካ ከምዚኣ ጌርካ ቁርስ ኣቢልካ ምግቦ ምስ ቀርስካ ሙሉ መዓልቲ ኢኻ ትውዕል ብጣዕሚ እዩ ዝሕዘካ ቅድሚ ሕጂ ሰሪሐያ ስለ ዝኾንኩ ኣብዚ ገዛ ከምዚኣ ገረ እታ ሰላጣይ በዛ ጎኒ እታ ኣደሰይ ከ በዚኣ ከምዚኣ ገረ ማለት እዩ ዳልየን በቲ ኣሻሃ ናይ ደቀይ በዚኣ ከዓ ንዓና ካብ ፈቀድሐ ማለት እዩ ኣተባብዕና ከዓ መጀመርተና ክሳብ ዝኾንና ብዙሕ እኳ ኣይበልናን ሕጂ ካብ ሕጂ እንዳሓር ግን ላይክ ሸር ሳብስክራይብ ግበርለይኹም ኣተባብዕኒ ከምዚኣ ገረ ዳልየያ